ሰላማት ኣብና ሎም መደብና ካብ ንሪኦም ቁልቁል ኣፊ ደፊእኒ ሽዱሽተ ዋለት ኣለዋ ክምስክራ ክእለን ብኻራ ብኻራ ብኻራ ምሻል ኮይሉ ተረዴካ ብፖሊስ ክስሕቡ በዓል እዚ እዚ ኣለኹም ዶ እቶም ናይ ቲክቶክ ኣድጊ ክትሸይን ከላ ንሱ ክስሕቕ ከሎ ማዕረ ማዕረ ገርኩም ኣርእይዎ ዋላ ሓንቲ ዘፍል ነገር እዩ እዚ እዚ እዚ ከምኡ ክብለካ ማለት እኮ ሸም እኮ እዩ ሸም
ዶብልብያ በፂሕና ምስ ኣተና መኽዘን ብናይ ጥሜት ድኻም ክለዓለና መርዘን ቁሊሕ እንተበልና ክህቡና እንጀራ ተሌፎን ሂቦምና ክንድውል ናብ ስድራ ኣብ ከብዲ ጽጉብ ጥሙይ ከም ዘየለ ምስ በጻሕኩ እየ ጸቢቐ ዝተብሂል ከምኡ እውን እዚኦም ጥራይ ኣይኮኑን።
እዚኦምን እዚኦምን ብሓደ ኣብዚ መደብ እዚ ክንርኢና ሰናይ ምክትታል ሰላም ሰላም ናዚ ዩቱብ ቻናል እዚ ተኸታተልቲ ሎማዓንቲ እውን ብጣዕሚ ብደስ ደስ ዝብሉ ቪድዮታት ከዝናንኹም ኢለ ዝሓሰቦም እንግዲ ቪድዮታት ዘሮ መፅኒኹም ካብኹም ፅበ ላይክ ምግባር እዩ ዓብ ብርታዕ እዩ ከምኡ እውን ክስተኻኸል ነዎ ክውስኽ ነዎ ክቕለፅ ዝቦትልዎ ጨዋልባት ኮመንት ኣሊኩም ይኹልኩም ባዕለ ይፍለ ክስተኻኸል እየ ስሙቻ ላይክ እና ሰብስክራይብ ምግባር ኣይትረስዑ ደቂ ዓበይቲ ተኽላ መድያ። ኣብ ሂወትካ
ሰብ ኮንካ ሰብ ክተኽብር ጽቡቕ እዩ ሰብ ክቡር ስለ ዝኾነ ግን ልዕሊ ነብስኻ ኮኑ የብሉን ልዕሊ እታ ሂወትካ ከተኽብሮም የብልካን ቀዳምነት ነታ ነብስኻ ክተኽብራ ኣለካ ነታ ሂወትካሲ ልዕሊ ማንም ኮንካ ከተኽብራ ክትክእል ኣለካ ንነብስኻ ዘየኽበርካ ኣመና ንሰብ ክብሪ ምሃብ ልዕሊ ዓቐን ከሕስረካ እዩ እምበር ክብሪ ኣይህበካን እዩ ኣነ ቅድም ነዛ ህይወተይ ከኽብራ እየ ዝደሊ ዘኽብረኒ ኸዓ ከኽብሮ እየ ዝፈትወኒ ኸዓ ክፈትዎ እየ ሞር ልዕሊ ነብሰይ ዝቦ ክብሪ ግን ወልሓደ የለን በርከስ ካብ ነብሰይ ስለ ተዓብየኒ ኣብ ገለ ገለ ሰባት ኣለዉ ሞር ንሰብ ልዕልታ ነብሶም ክብሪ ሂቡ እሞ ክሓሱ ጥራይ ኢኻ ትርኢ ኮንፊደንስ ሲኢኖም ክጓዓዝ ኢኻ ትርኢ ቀዳምነት ንነብስና ነኽብራ ተኻባቢርካ ምኻድካ ጽቡቕ እዩ ድሙ ከ ትእክል ኔው ብልል መንካዕ ከ ትእክል ኣሜ ፍልይ ትብል ኣይኸውን ኣይኮነት

ካበይ ደኣ ኣምጺኤዮ እቲ ሕማም ኣነ። ኣብ ሓንጎልካ ኮሪስካዮ። ሻዋ ስማዕኒ እንዶ ኣነ ምሽ መሳ ስጌ ደይበ ነቲ ኣስካላ ኣስካላ ሒዝዎ ዝነበረ እንታይ ኮነ ደኣ እሞ ዘይሓመ ቀሪጸየ ቀሪጽካያ ሻዋ ኣመርሚርናዮ ሕክምና ወሲድና ኩሉ ኣርኢናዮ ሕማም ዝበሃል ይብልካን ኢሎሞ ንስኻ እውን ይብልካ ነፃ ኢኻ ካብ ሕማም እወ እስከ መሓል ዘይትሙት ቀሪፀ እየ ማለት ድዩ ቀሪፅካ እየ ኣብ ኣእምሮኻ እንዲኻ ቀሪፅካ ዋይ ዶ ወዲ ሽጆርኖ እዚኣ ተደርበኽዋ እምበር ገድም ስማዕ ወዲ ሸው ኩልኹም ከዓ ስምዑ እዚ ሕማም እዚ ስቕ ኢሉ ይኮነን መፅኡ ዘሎ ሓጥያትና በዚሑ ኣምላኽ ተቖጢዑ እዩ ቁጣዔ ናይ ኣምላኽ እዩ እዚ እቶም ኣብ ትርእይዎ ኣለኹም ዶ እዚ ከልቢ ነብሱ ምግባር ኣብዎ ነዛ መርዓቲ ካብ ገዛ ከም ዘይትወጽእ በቃ ምስኣ ኮይኑ ሕልኽልኽ ይብላ ኣሎ ከልቢ ኣይጠልምን እዩ ከልቢ እሙን እዩ ከምኡ ዓይነት ዘረባ መቸም ብዙሕ ሰሚዕኹም ትኾኑ ኢኹም ካብ ቀደም ንሰምዓውን ካብ ወዲ ጓልካ ተዕብሲ ወዲ ከልብኻ ከተዕቢ ይሓይሽ ይብሉ እዮም። እዚ ብኸመይ እዩ ወጺኡ እንተድኣ ኢልና፣ ቀደም እዩ ኣብ ሓደ ዓዲ ሓደ ሰብኣይ ገለ ነገር በዲሎምሲ ንኽሕነቑ ተፈሪዶም። ሕጂ እቲ ዝሕነቑሉ ቦታ እንዳተፈተሸ ከሎ ኣጋጣሚ ኣብ ገዝኦም ዓባይ ገረብ ነይራ፣ እቶም ሰብኣይ ዝተኸልዋ ማለት እዩ። ሕጂ ኣብታ ገረብ ዝነውሐት ስለ ዝኾነት በቃ ኣብ ማእከል ገዝኦም ክሕነቑ ኣለዎም ተባሂሉ እንታይ በዲሎም ገለ እንድዒ ኣይፈልጥኩን እታ ዛንታ ብጫፍ ሒዘያ ከይከውን ብሓፈሻ ግን እቶም ነቲ ሰብኣይ ዝሓንቅዎ ናብቲ ገዛ መፂኦም ገመድ ናብ ላዕሊ ክድይቡ እንተደለዩ ምድያብ ስኢኖማ እታ ገረብ ኣብቲ ገዛ ግን ዝዓበየ ወዲ ጓሎም ነቶም ሰብኣይ ስለ ዝነበረ ነታ ገረብ እውን ይሓኩራ ስለ ዝነበረ ኣነ ናብ ላዕሊ ክሓኩር ብምባል ነታ ገመድ ናብ ላዕሊ ሒዝዋ ደይቡ ማለት እዩ እቲ ኣብቲ ገዛ ዝዓበየ ከልቢ ግን ውሕውሕ እንዳበለ ነቶም ነቲ ሰብኣይ ክሓንቁ ዝመጹ በቃ ምስራሕ ከይኦም ናብዚ ናብዚ ኢሉ ማለት እዩ ብድሕርኡ እዮም እቶም ሰብኣይ ካብ ወዲ ጓልካ ትዕብስ ወዲ ከልብኻ ክተዕቢ ይሓይሽ ኢሎም ማለት እዩ እዚ ዝጎደለና ኣብ ኮመንት ኣርምልና ላይክ ኣይትርስዑ ከም ከልብኻ እሙናት ንኹን ብሩቕ መዓልቲ

ስምዓኒ ናይቲ ሓደ ጸግዒ ትኹን ናይቲ ሓደይ ትኹን ኣዲኡን ኣቦኡን ስለ ዝሞተን ዓደመን ክብርቲ ኣደመን ሕስርቲ ዓደመን እያ ክብርቲ ኣደመን ሕስርቲ በዲኡ ንኸይጻረፍሲ ኢድን እግርን ዘይእክብ እዚ ከም ዘለካ ኣባ እመንሉ በዓል መልሓሲ በዲኡ እንዳ ጸረፎ ደኣ ኣደ መን ክብርቲ ኣደ መን ሕስርቲ በዲኡ እንዳ ጸረፍሉ እንተኾነ ዋላ ሕጂ እሕዋት እዮም ንሶም እ ውዕልኩም ውዒሎም ሓዲሮም ክዕረቑ እዮም ኣንቱም ሓሰውቲ ሓሰውቲ ለኻብጥ ኣዲኡ ስለ ዝሞተስ የሕዝነካ እምበር እንታይ ማለትካ እዩ እንታይ ማለትካ እዩ እንታይ ማለትካ እዩ ዓደመን ትምህርቲ ዓደመን ትምህርቲ ሕጂ እውን ሰጉ ጥንሕሞ ሰጉ ሓፍተይ ኣነሲ እዚ ኣቢሎ ባ ስምዓያ ንዓይ ርእሲ ሕማትኒ ስምዓያ ባኒ እቲ ዝዛረቦ ዘሎ ፊልም ባ ስምዓዮ ማዕረ ክንደይ ቀስቂሱ እየ ዝዛረቦ ኣሎ ባዕሉ ዋ ሓቢቢ ሰብ ምስ ሞተ ጥራይ ኮነን ክቡር ዓምል እዩ ከላስ ወላዲሲ ወላዲሲ ስለ ዘለ ጥራይ ክብርቲ ናብ ፖለቲካ ኩሉ ኣይንውሰዶ እቲ ህግደፍ ስለ ዝኾነ እቲ ብወሰን ስለ ዘሎ ካብ ተጋሩ ገለ መለ ኣይኮነን እሱ ይኮነ ዘገድሰና ንዓና እቲ ነጥቢ ሓሰውቲ መላኸዕቲ ኸኣ ኮንኩም ንስኹም ለኸብጥ ሓሰውቲ ኮንኩም ምክንያቱ ናፍቲ ናፍቲ ክትብሉ ሓሰውቲ ኮንኩም ሓቅስ ዘይትፈትዉ ሰባት ከተባልዑ ከተቃትሉ ተደይ ኮንኩም እቲ ሓቂ ዘይትፈልጡ ኢኹም ንስኹም እቲ ሓቂ ወላ እንዳረኣኹሞሲ ኖርማል ኣይኮነን ምኽንያቱ ኣዲኡ ንሚሊ ምውቲ ስለ ዝኾነሲ ክትከብር ኣለዋ ብሩር ኣዲኡ ንፊልኻ ሕስርቲ ድያ ኣዲኡ ንፊልኻ ሕስርቲ እያ ወላዲት ወላዲት እያ ንሱ ልክዕ ክዛረብ እዩ ክምልስ እዩ

ሓሰውቲ ዲኻ መጋቢት ትፈልጥ ዓይኒ ትረፍ ምሳይ ዘይትጻረፍ ዓቕሚ የብልካን ድዩ ሃ ምሳይ ዘይትጻረፍ ዓቕሚ የብልካን ድዩ ካብዚ ንላዕሊ እንታይ ደለካ ዓቕሉ ምስ ጸበቦ ሃበዱ እዩ ጸሪፍዎ እም? ኣዴኻ ኣይተኽብረን ኢኻ ማለት ድዩ ሚልት ዝጸርፈካ ነይሩ በዴኻ ብወላዲትካ ስቅጥ ኣቢልካ ምስ ሰማዕኻ ተሓሳዊ ልዕሊኡ እንታይ ዝበሃል ምስ ኮንካ ለኻብጥ ለኻብጥ ለኻብጥ ወዲ ጀጋኑ ኮስቱሞ ናይ ኤሮጳ ሃኒ እዚ ትገብሮ ዘለኻ ስነ ስርዓት ተገበር ካሕሸካ ካብቲ ፍርቂ ወሲድኩም ንሰብ ከተባልዑ ንሰብ ከተቃትሉ እንታይ ዝበሃል ኣይትጎሪኹም ምክንያቱ እዚ ነገር እዚ ሚሉዊን ባዕሉ እዩ ደፋፊኡ ይፅሪፎ ድሕር ክንዲ ኣኪድ ወዲ ርሹን ኢልዎ ኣደመን ክብርቲ ኣደመን ሕስርቲ ፊሊሞንስ ቆስቂስዎ ስምዕዎ ባ ጀነት ዲኻ ክጠርፍ ወይ ነቦኻ ክጠርፍ ዲኻ ንስድራይ ዲኹም ከና ጎረቤት ትብሎም ወይ ነቦኻ ወይ ነደኻ ክፀርፍ ዲኻ ትደፋፍኣኒ ደለኻ ሓዝ ንፉዕ እዩ ኣነ ንፍሊሞን ብጣዕሚ እየ ዝፈትዎ ባ ስነ ስርዓት ዘለዎ ሰብ እዩ ክብረት ናይ ደቂ ሰባት ዘለዎ እዩ ህግደፍ ስለ ዝኾነ ክትፀልእዎ ትኽእሉ ኢኹም ፅልእዎ ኣብቲ ሓቂ ግን ሓቂ ፍለጥዎ መሪርዎ

ከመይ ዓይነት በዓለገታት ፍጥረት ኢኹም ንስኹም ኣበይ ክምንዝራ ሪኢኹም ገዛ ዝኸፈተት ተኸታ- ጓል ብሄረ ትግርኛ ኣላ ድያ ገዛ ከፊታ ምንዝርና ዝጀመረት ኣብ ኤሮፓ ካበይ ኢኹም ኣምፂኹሞ ዝበ- ዝበዓለገ ዘረባ እዚ ካበይ ኢኹም ኣምፂኹሞ ምንዝርና እንዳበልኩም ዘይናተን ተጥምቑለን ኣበይ ሪኹም መን ክምንዝራ እንተዝምንዝራ ንስኹም ቀዳሞት ሪጋም ተሰራሕኹም ኔርኩም እንተ ዝምንዝራ ኮይነን ከ ምስ መን ኣዲኻ ይምንዝራ ምሳኻ ዶ ኣይኮናን ዝምንዝራ በይነን ድየን ዝምንዝራ ምስ መን ይምንዝራ ምሳኻ ምሳኻ እየን ዝምንዝራ ንስኻ ኢኻ ገንዘብ ከፊልካ ትኸዳ ሓሳዊ ኢኻ ግን ንስኻ ኣንሶሊ ኢኻ ግን ንስኻ ኣብ ናይ መን ጓል ኣንስተይቲ ሃህ ኢልኩም ተምስዩ ኣብታ ትጻረፍ ኣብታ ትንዕቀኩም ኣብታ ጡፍ ትብለኩም ኣብኡ ዲኹም ተምስዩ ነተን ንኣብነት ትካል ዝኸፍታ። ንኣብነት ዝኾነ ነገር ዝሸጣ ንዐኣን ተተባብዕወን ዲኹም ሸር ትገብሩለን ኣጆኺ ትብልወን ኣይትብልወንን ኢኹም ነተን ዝጻረፋ ነተን ብሓለገታት ኣደ ዘልዕላ ቀሺ ዝጸርፋ ሃይማኖት ዝዝንጥላ ነዘን ብሙልዐን ሀ እንታይ ትገብርወን መሲልኩም ተው በቃ ትስዕብወን ተኽብርወን ጅግና ንግስቲ ክትብልዋ ተምስዩ ነተን ደኒነን ዝኸዳ መሳኪን ከ ተዋርድወን ስለዚ እዚ እዚኤን ኣዋልድ እዚኤን ማዕ ሬኹም ስደት ተሰዲደን ኣሕዋተን ዝኣልያ ስድረእን ዝኣልያ ጀጋኑ እየን እዞም ጓል ምዃን ምስ ኣቤትኩም ጓል ኣንስተይቲ ምስ ሰኣንኩም ወይ ሰበይትኹም ገዲፋትኩም ምስ ከደት ወይ ምስ ኣፍቃሪትኩም ወይ ምስ ሓንቲ ጓል ምስ ተባኣስኩም ኣማራጺ ምስ ሰኣንኩም ሰብኣይ ምዃን ምስ ተሳእነኩም ኣወዳት ምዃን ስኢንኩም ኣዋልድ ክትጸርፉ ትውዕሉ ብዕሉጋት ነብስኹም ፈትሹ ኣበይ ኣብ ምንታይ ኢኩም ውዒለን ወዲ ደኣ ክጻረፍ ውዕል ድዩ ወዲ ብዛዕባ ጓል ክጻረፍ ውዕል ድዩ ኣበይ ዓለም ተራዩ ሕጂ እዚኣ ክሓተካ ደልየ ዘለኹ ሕቶ ዳርጋ ኩሎም ተዓዘብትና ዝሓተትዋ እንድያ ኣማን ባድሻ ስለምንታይ እዩ ክሳብ ሕጂ ኣብ ዝኾነ ኢንተርቪው ወይ ቃለ መጠይቕ ዘይረኣናዮ ትብልያ ስለምንታይ
ሪሙ ጓለይ እዚኣ ሕቶ እዚኣ ብዘይ ቀልዓለም ኣነ ብዘይ ሓሶት ስክፍታታት ኣለኒ እቲ ስክፍታ ናተይ ከዓ እንታይ እዩ ማለት ኣብዚ ዓውዲ ስነ ጥበብ ብዙሓት ኣያታት ኣለዉና ከምኡ ውን ብዙሓት ኣዴታት ኣለዋና ኣሕዋት ኣለዉ ማለት ለይትን መዓልትን ብዛዕባ ጥበብ ሓርኮትኮት ክብሉ ፋሕተርተር ክብሉ ዓይኖም ሰለም ከየብሉ ዝሓድሩ ብዙሓት ዓበይቲ ኣያታትና ኣርቲስት ኣለዉ። እቲ ቀዳምነት ክመፁ ዝግብኦም ክመፁ ዘይምኽኣሎም ኣነ ይገርመኒ እዩ። ምክንያቱ ሓደ ሕቶ ኣሎ ማለት እዩ። እሶም ኮነ ኢንተርቪው ዘይመፁስ ኣነ እሞ

ዋ ኣነ እሞ ንሕና እኮ ስራሕ ስለ ዘይንሰርሓ ሕጂ ንዓይ ቲክቶክ መውዓለ ኮነካ ኢሉ ቲክቶክ ባዕሉ ከፊቱ ኣብዚኣ ሕጂ ኣብዚ ፈለው ትበሃል ፈለው ንስኻ ፈለው ትመልሰሎም ገለ ኢልኒ ቲክቶክ ይርኢ ይርኢ ይርኢ ሓንቲ ጓል ብኡ መፅያትኒ እዚታ ተኸዲና ገለ ሽዑ ሓፊረ
ብውሽጢ ፅሕፋልካ ድየ ናይ ሕጂ ብውሽጢ ገለ መለ ፅሕፋልካ ዶ
ኣይፅሕፈ እንታይ ጓል ክፅሕፈለይ ብውሽጢ ጓል ገለገለ ያ ፈትወካ የፍቅረካ ገለገለ ቀፅሎ ጆካ ንፉዕ ገለ ትብለካ ዶ
ዋ የፍቅረካ ይበሃል እዩ ጓል ኹም ትብለ
ትብል ወላ ዝናለ ካብዚ ሕጂ ኣላብዩ ገለ ክብሉካ ከምኡ የለን እሞ እዚ ጓልኩም ሃብና እዩ ዝበሃል ወዲ ናብቲ እንዳ ክስታይ ኮይኑ ጓልኩም ሃብና ይበሃል ሽዑ ንሶም ከመይ ሽዑ ከምኡ እወ ሽዑ እንታይ ይበሃሉ እንታይ ወደ ጓል እምባኽ ትኾኑና መፀግዒ መፀግዒ ተሓክ እንታይ ሮም እንታይ ዝበሃል ወደይ ከምኡ ይበሃል እዩ ኣታ መናገጠ
ንገረና እንታይ ይበሃል
ጓልቱ የለን ግራ እሞ ኣነ ከም ዘየበልኩ እምባ ክትኾኑና መፀግዒ ጎልጎል ክትኾኑና መሳፍሒ ንሕና ጓልኩም እዚ ክስታይኩም ደሊና መፂና ኣለና እሞ ብክብሪ እንታይ ከምታት እዩ ከምታት እዩ ያማ ሌላ ኣለና ኮሚታት ወደደ ይመዓረ

መርዓ ኣብ ሃገርና ቀደም ንሱ እውን ክነእትዎ መርዓ ኣብ መንጎ ርኽብን ኣብ መንጎ ስኡንን ፍሉይነቱ ውሑድ እዩ ሰዓር ትገብር ሰዓር ገብሩ ሓደ ምዕራይ ሓደ ሓደ ሓደ እዩ ነይሩ ምክንያቱ እቲ ባህሊ ቀይድዎ ነይሩ እቲ ባህሊ ሽዑ ዝነበረ ባህል ከምዚ ኣሲርዎ ታይትድ ገይርዎ ሕጂ ካልቸራል ፕሮፕለም መፅዩ ግዲ ኮይኑ ዓሰርተ ክልተ ብዕራይ ዝሓርዱ ኣለዉ ዓሰርተ ክልተ ብዕራይ ካብ ምሕራድ ከዓ ትብል ብናሃካ ግምት ምናልባት ብካልእ ኣዘራርባ ክንደይ ፈተውትና ከምኡ ገይሮም ብጣዕሚ ሕሉፍ ሃብቲ ኣለካ ኮይኑ ሰብ ክተበልዕ ኢልካ ምእማን ሓራ ፀጋ እዩ ግን ክትረአ ኢልካ ዳሕራይ ዕዳ ትኣቱ እንድሕር ኮንካስ ፕሮፕለም ገሊኦም ከም መንሽሙዶ ሓሚቐ ኢሉ ምሻሓር ዳሕራይ ክልተ ዓመት ይሳቐ ድሕር ኣለቃ ዘይግበር ነገር የለን ኣነ ሕጂ እንተዘልወኒ ሰለስተ ማኪና ምገዛእ ክብል ሰብ ክሕረቑ ዘይኮንኩ ሓንቲ ናይ ባፅዕ ባፅዕ ዝሰማምዓ መንገዲ ሓደ መንገዲ ከረን ዝሰማምዓ ሓንቲ መንገዲ ዓዲ ቀይሕ ዝሰማምዓ ግን ኣጋጣሚ ኮይኑ ብሽክለታ ጥራይ ክገዝእ ይኽእል ሕጂ ማለት እዩ ሕጂ እዚ ካልእ እዩ ግን ኣብ ኣተሓሳስባ እዩ እቲ ነገራ ካብ ክትረኤልካ ትገብር ይልክመካ እዩ በቂዕኻ ትገብሮ ግን ደሓን እዩ ማለት እዩ ጌርኩም ንዓይ ተዘይጋገ ከምዚ ኣይምበሰልኩን ኣነ ወላ ፖለቲካ ስታንዳርደይ ወላ ኩሉ ነገረይ ኣብ ከምዚ ብስለት ኣይምበፃሕኩን ተዘይትብድሉኒ እንቋዕ በደልኩምን እንቋዕ ነውነውኩምን ክፈልጠኩም ኢኹም ጌርኩምኒ ስለዚ እዚኣ እንታይ እያ እንታይ ብቕዓት ኣሎ ኣነ ሸሞንተ ቋንቋ ዛረብ ሓንጎል ኣለኒ ርእሲ ኣለኒ እንታይ ዛረብ እንታይ ኣዛረብን ኣነ ዘማእዝነኒ ጥራሕ እያ ደሊ ተረዲኩም ሕድ ሕጂ ካብ በይነይ ከም ንፋስ ምኻድ ዝበሃል የለን ዓበይቲ ካድረታት ኣለዉ ብድሕረይ ኣነ ሃገር ወኪለ እየ ዛረብ ወላ ኣብዚ ሚድያ ክትቀብፁ ማለት እዩ ዓብዪ ብሮድካስት ሙሉእ በቃ ንሙሉእ ኤርትራዊ ዝውክል ብሸሞንተ ብሸውዓተ ቋንቋ ናይ ናይ ኤርትራውያን ብሄራት ጌረሲ ንሙሉእ ሃገርን ህዝብን ዲፈንድ ዝገብር ሚድያ እየ ክገብር ክልተ ሽሕን ዒስራን ሽድሽተን ሽዑ ክንርኢ ኢና ክዕጽዎ ዩቲብ ክዕጽዎ ሚድያ ክንርኢ ኢና ስለዚ ኣይትፍርሑ ዝኾነ መንእሰይ ክፈርሕ የብሉን ኣነ በጺሐ ክሳብ ዝመጽእ ጣዕሳኹም ኣፕላይ ግበሩ ዋላ ሓንቲ ኣነ ምስ መጻኹ ከኣ ኺዱ ዝትንክፈኩም ሰብ የለን ዋላ እቶም እምኒ ዝደርበኹም ዝትንክፈኩም ሰብ የለን መፈጠርኩም ዝፈልጠኩም ሰብ የለን ንሶም ዝደልይዎ ፍሉጥ እዩ እሶም ዝደልይዎ ፍሉጣት እዮም ብቁፅሪ እዮም ዝድለዩ ክነግረኩም ብቁፅሪ እዮም ዝፍለጡ ንዓይ ግን ሓደ ትራክተር ሸይጡ ኣብ ከሰላ ትራክተር ሸይጡ ዝኸ ንትግራይ መዓት ኣፅዋራት ሒዞም ዝኸዱ ንዓይ ገበነኛ ክብሉኒ በዓል ወዲ ድሩይ እዚ ኩሉ ድሽካታት ሒዞም ዝኸዱ ኣነ ዋላ ሓንቲ ዝገበርክዎ ገበን የብለይን ዋላ ሓንቲ መልሓሰይ እየ ተዛሪበ በዚ መልሓሰይ ከኣ ክሕተት እየ ሰብ ሰብ ዘቅተልኩም ሰብ ዝቀተልኩም ከማን በጺሕኩም ትመጹ ኣለኹም ሰብ ዘቅተልኩም ኣብ መዓስከራት ወደይ ደልየ ጓለይ ደልየ ዝብል ነበረ ንወዲ ድሪ ኣለዉ መሊኦም ኣብዚ ሰብ ዘቅተሉ ከማን እንዳተንፈሱ ይኸዱ ኣለዉ ስለዚ ብዘይካ ዞም ዘለዉ ደንበ ዕንክሊል ቀታሊ የለን።

ክመጽእ ከለኺ እንዳ ከዓብተለይ ኣነ ግናሲ ዋላ ውሽማ ተሓትኩሲ ውሽማ ሕጂ ደበሃል ኢዩ ነውሪ ኢየ ዝብለኪ ዘለኹ። እዛ ነተይ ከኣ ልክዕ ከምዛ ትብላ ዘለኻ እያ ፍልልይ ድበሃል የብላን። ኣቤት ዋእ ብተዘዋዋርስ ውሽማ ሒዘ ኣለኹ ኢኺ ትብልኒ ዘለኺ። መን ኢኹም ኢሉ ተዛሪቡ ኣነ ዓው ኢለ ክዛረብ ኣይክእልን ኢየ ኣዴታተይ ዘይገበርኦ ከኣ ኣይገብርን ኢየ ዝብለኪ ኣለኹ። ኣነስ ፍቅሩ ክልደልኪ ከማኺ ገይረ ከማን ዝከናኸኖ ዘይብለይ ከማኺ ገይረ እኳ ዘኽብሮ ዘይብለይ እሞ እሱ ጥራይ ኣኻል ኣይኮነን እብለካ ኣለኹ እሱ ጥራይ ድደድልየኒ ንዓይ ከይትሓምኒ ከይትጨንቐኒ ኣነስ ብኣኺ ዘይሓስብኩላ መዓልቲ ኣላደ ሕጂ እሞ እሱ ጥራይ ከዓ ኣኻል ኣይኮነን ኣነ ከዓ ከም ሰብ ብዙሕ ነገራት ይደድልየኒ ከይትጥሚኒ
ከይትቆርኒ ብኣኺ ነጨቆቕ ክብል ዝውዕል ዘለኹ ብጀካኺ ድመን ኣለኒ ኣንታ እሞ ከብድኻ ፀጊቡ ካልእኻ እንተጠይመ እንታይ ዓብስ እዋ እወ ደገኻ ሞሚቑ ውሽጥኻ እንተቑርርስ እንታይ እዩ ክዓብስ? ዝማመይ ትጠምይ ኣለኺ ዲኺ? ትጠምይ ኣለኺ? ንዓኻ ሞሚይ ክርድኣካ እዩ እምበር ምጥማይ ደኣ ወጥ እምለኹ። እዋ ኣስቤዛ ኣጉድለልኪ ኣለኹ ድየ? ይጎድለኪ ኣሎ? ኣንታ መዓስ ከ መልኢኻለይ ትፈልጥ? ኩሉ ግዜ ምስ ኣጉደልካ ኣለይ። እዚ ኩሉ ኣስቤዛ እናምጻእክልኩሲ ይጎድለኪ ኣሎ? ሙድሓን ክውስኸሉ። ኣንታ መዓስ እዩ ክርድኣካ?
ቁሩብ

ሰብኣየን ሰብ ሰኺሩ መጺኡ ዝድስቕን ክኽውን ወይ ከኣ ሓማተን ከኣ ርግምቲ ትኸውን ገለ ገለ ከኣ ክስታይ ኣይስኣን እዩ። እንታይ ክስታይ?
ሰብኣየን ሃብታም እየ ኢሉ ይምርዓወን እሞ ሽዑ ብሓዳር ከኣ ድኻ ኮይኑ ይጸንሕ። ብድሕሪኡ እሰን ከኣ ብነብሰ የለን ፈትሖ። በል ክትፈልጥ

ብሬን ዋሽ ጌሮም የዕብዩኻ ካብ ብንእሽቶ ነቲ ጓል ኖርማል ከም ዝኾነ ጓል ጓሎ ምዃን ዩኒሴክስ ክዳን ታይ እዩ ዩኒሴክስ ክዳን ኢልካ ትብል ታይ እዩ ዩኒሴክስ ክዳን ሲ ናይ ጓልን ናይ ወድን ሕጂ ዝስራሕ ዘሎስ ሓደ ዓይነት ክዳን ከምዚ ኑድ ከለር ኮይኑ ሲ ከምዚ ጽዕዱ ዝበለን ታይ ኣዝማሪኖ ፍሕሹ ዝበለ ክዳን ንኸውን እሞ ዩኒሴክስ ክዳን ንበሃል ማለት እዩ ዋት ኢዝ ዩኒሴክስ ክዳን ዩኒሴክስ ዝበሃል የለን ወይ ናይ ወዲ ወይ ናይ ጓል ተወዲኣ ፒንክ ወይ ብሉ

ሞያ እዩ ማለት ካል ስነ ጥበበኛ እየ ይደርፍ ይዋሳ
ኖ ኣብቲ ሓቂ ናይ ህይወት ኣንበር እንታይ ትሰርሕ እዋሳ
በቃ እዋሳ በቃ ናተይ ትብሎ ናብራኻ ተመሓድረሉ ሞያ ወይ ስራሕ የብልካ በቃ እዋሳ ፍርቅስ መርዓ ዳርጋ ሕጂ ክብሉ ተዋሳኢ ኮይኑ እዩ ግን ማዕባ ብምንታይ ትመሓደር ቁሩብ ኣሃ ኣብ ሓቀኛ ህይወተይ እንተኾንካ ኣዝማሪኒ ወዲ ሸቕ ኣዝማሪኖ ማለት ኣከዳድናየ ኣጀለየ ገለ ሸይፈን እንዶ ሓሪፈ ወዲ ሸቕ እየ ተረዲኻ ኣለኻ ዶናታት ከም ኬፉ ዶ ውፅእ ናይ ኣየር ብኣየር ሸቃጣይ ሰታይ ዕዋላ ክትብለኒ ትኽእል ኢኻ ኣሃ

በቲ ዕድመ ይኸይዱ እያ
ከምቲ ዝመረፅኩ መመሪፀ ኣለኹ ካብዞም ሰለስተ ተዋሳእቲ ዝጠቕሰልካ እቲ ሓደ ብኻ ገዝኡ ኮፍ ኢሉ እንታይ ኢና ስራሕ ደውፍር ነይርዎ ኢልካ ኢኻ ትፈልጥ ዘለኻ ኣማን ሓምድ ባትሻ ታንታን ፉኣድ ኣልኣሚን ክልተ ምረፅ ኣይትመርፆን ታንታን ባድሻን ዓራይ ፅቡቅ ካብዘን ሰለስተ ድጠቅሰልኪ ኣዋልድ ብመልክዐን ብሉጻት እታ ሓንቲ ግን ሰብ ድያ ህበይ ድያ ኣነ ድምብርጽ እዩ ዝብለኒ ኣነ ካብ ድነገረኪ እተን ቃላት ስለስቲኤን ጽውዕ ምስ ኣበልኩልኪ እዮም ዓሰርተ ሰከንድ ዝሕዙልኪ ንሳቶም ኣድያም ስብሃቱ ሚካል ኪዳነ ዊንታ መኮነን

በየን ረኪብክዮ ንዓወት ካራ እታ ክትገብሪ ብሎክ ገሊኡ ብወሳ እንዳረከብኩ ኣብ መሰንጀር ትረክበካ ሰብ ኢካ ኮስ ኣንታ ውርደተኛ ረሳሕ ረሳሕ ረሳሕ ደቅካ ደይተዕቢ ሰላም ገርካ ሂወትካ ደይትመርሕ ከማካ ዓይነት ኣነ ረሳሕ ሰብ ሪኢ ይፈልጥኒ እታ ሓቂፋትካ ትሓድር ሰበይቲ ከመይ ዓይነት ሰበይቲ እያ ብጣዕሚ እዩ ዝገርመኒ ክገርመኩም የሕዋት መኣብ መደቀሲ ቆላሲ እዛ ቆልዓ ተደዊላትሉ እብለኩም ኣለኹ ተሌፎን ሒዝዋ ንሻዕ ድጎይ ይጎይ ነይሩ ረዮ ረዮ ካራ ረዮ ሓደ መዓልቲ ክሳብ ክሳብ ዓሰርተ ሓሙሽተ ሸሪጣ ተዛብለኩ ንለኹ ጓል ከምዚ ዓይነት ውዑይ ፋራ ሰብ ርእየ ይፈልጥን
ኣብ ጀርመንሲ ክትክልብ ክትዝሙ ሰልጠነስ እቲ ጸፋር እግርኻ ከይሰተትካዮስ ኣንሶላ ቀዲድካ። ልዕሊ እዚ ውርደት ኣሎ ናይ ደንጎላ ጥራይ ኢና ንዛረብ ዘለና ንሕና ናይ ደሓር እስኻ ግን ኣንሶላ ጽፍርኻ ድቐድድ ኣብ ጀርመን እሞ ድማ ኣብ ልዋም ትበሃል ጓል ክሳብ ዓሰርተ ሓሙሽተ ሽሕ ዶላር ኣሜሪካ እተቐልጠካ ጓል እቲ ዓሰርተ ሓሙሽተ ሽሕ ዶላር ገንዘብ ህዝቢ ስለ ዝኾነ ደይስንኻ ሑጻ ቆርጥመሉ ኣነ ደላይ ፍትሒ ኣነ ከምዚየ ኣነ ከምዚካ ካብ ህዝቢ ትግራይ ብሽም ህዝቢ ትግራይ ትሽቅጦ ነበርካ ብሽም ስደተኛታት ኤርትራውያን ትገብሮ ዝነበርካ ትዘውቶ ዝነበርካ እዚ ኩሉ ገንዘብካ ኮይኑ ይስመዐካ ድዩ ደይ ስንኻስ ሑጻ ቆርጥሞ ኣሎ ይገርመካ እኮ እዩ ጸላኢና ንግሆን ምሸትን ነብሱን ቤተሰቡን ኣዝማዱን ዓሌቱን ሒዙ ክዋረድ ኣይበላዕ ቴንዳ ኮይኑ ቆርበቱ እምበር ደይ እልኸ ካብ ሰብ ክውል ደይብልከ ኣይሓፍርንዩ ግን ኣይሓፍርንዩ።
እዋይ ኣብዚ ዓዲ ዘሎ ሕሰም ቁርብ ቅንይ እንተኢለ ደኣ ዳንኤል መለስ ክመስል'የ። ከምዚ ዝበለ ኩነታት ንምጽዋር ግድን መስተውዓሊት ክኸውን ኣለኒዮ። ኦፋራይ ኦፊርካ እተ፣ በሊዕካ ጽገብ፣ ተኸዲንካ ሙቕ ጎይካ ኺድ፣ ሰዓት ይሃብካ ማዕተብ ንኽሳድና፣ ጣይታ ንኻብድና፣ ሃይማነትና ለይለውጠልና ወይለ። ወፊርኩም እተው በልዕኹም ትገቡ ተኻዲንኩም ጉይኹም ክዱ ክንዲ ናይዚ ዕድመ ይሃብኩም ጣልያን ተወሊደ ሰማንያ ገይሩ ጉልበትኩም ሳኻትኩም ይቐኒ መኒ ናይዞ ጉልበት ነዋ ጉልበትኩም ሙነይዎ ጉልበትኩም ሙነይዎ